ናይ ባዕልኻ ጸላኢ ባዕልኻ ኢኻ። ንድሕሪት ክትምለስ፣ ቁም ነገር ከይትኸውን ኩሉ ሻዕ መንጎ መንጎ ክትተርፍ ዝገብረካ ነገር ናይ ባዕልኻ ኣተሓሳስባ ንስኻ ክትገብሮም ዝግበኣካ ብዘይምግባርካ እዩ። ሰላም ክቡራት ታታያ እንኳዕ ናብ ህድና ዩቱብ ብደሓን መጸኹም። ሎማዓንቲ ሒዘልኩም ዝመጸኹ ከዓ ናይ ባዕልኻ ጸላኢ ባዕልኻ ትኾነሉ ከመይ ጌርካ ኢኻ ካብዚ ነገር እዚ ወጺኻ ዝሓሸ ራእና ዝሓሸ መጻኢ ክትፈጥር ትኽእል ዝብል ጠቃሚት ቪድዮ እያ። መጀመርያ ንባዕልኻ ዘለካ ግምት ዝወረደ ክኸውን ዝገብሮ ነገር ዓርስኻ ዘይምቕባል እዩ። ተረዲእካ ዝኾንካ ኩን ብዘየግድስ፣ ሓጺር ኩን፣ ነዊሕ ኩን፣ ጸሊም ኩን፣ መላጥ ኩን፣ ጨጉሪ ሃለኻ ብዘየግድስ ዓርስኻ ተቐበል። ተረዲእካ ዝኾንካ ኩን ዓርስኻ ተቐበል በቃ። ንስኻ ክትልውጦ ትኽእል ነገር ጥራይ ኢኻ ትኹረት ክትገብር ዘለካ እምበር ንስኻ ክትልውጦ ዘይትኽእል ነገር ካብ ሰብ ካብ ንታሕቲ ክገብረካ ዝኽእል ምክንያት የለን። ኣብ ሂወትካ እቲ ትደልዮ ደረጃ ንኸይትበጽሕ ክገብረካ ዝኽእል ምክንያት ኣይኮነን። ንስኻ ግን እዚ ምክንያት እዩ እዚ እኮ ኣነ እኮ እዚ ስለ ዘለኒ ካብ ሰበይቲ ሒተ ገለ ገለ ትብልሃላ ብጣዕሚ ከቢድ ነገር እዩ ንስኻ ፍሉይ ፍጡር ኢኻ ተረዲእካ ፍሉይነትካ ንክወጽእ ክትሰርሕ እዩ ዘለካ እምበር ኣብ ሽግራትካ ትኹረት ናገበርካ ንስኻ ኩሉ ሻዕ ካብ ሰብ ትሓቱ ከይልካ ትሓስብ ተኾንካ ዓርስኻ ዘይትቕበል ተኾንካ ብጣዕሚ ከቢድ ዝኾነ ይኹን ዝኾንካኹም ብዘየገድስ ዓርስኻ ተቐበል በቃ ምንም በቃ ካብ ሰብ ካን ታሕት ክገብረካ ዕላማኻ ህይወትካ ንኸይትነብር ዝገብረካ ነገር ዓርስኻ ዘይምቕባል ስለዚ ዝኾንካ ኹን ዓርስኻ ተቕበለካ ብባዕልኻ ኩራ ብባዕልኻ ሕጉስ እዚ ነገር ዝተፈቲሕካዮ ዝሓሸ መጻእን ዝሓሸ ራእን ጽባሕ ክህልወካ ይኽእል እዩ እታ ካልኣይቲ ወሳኒትን ጠቓሚት ድለ ዝሓስኩዋ ንባዕልኻ ይቕረ ምባል እዩ ትማሊ ሕማቕ ነገር ጌርካ ክትኾን ትኽእል ኢኻ ትማሊ ብዙሕ ነገር ሕማቕ ጌርካ ክትኾን ትኽእል ኢኻ ሎሚ ግን ኣይውክሎን ንሱ ተረዲእካ ካብ ሕሉፍካ ትምሃርና ዝሓሸ መጻኢ ይግበ የሚልካ ተኣምን ተኾይንካ ሕሉፍካ ረሳዓዮ ሕሉፍካ ረሳዓዮ ክብላካ ከለኹ ንድሕሪት ክጎሰካ ዝኽእል ትማሊ ዝገበርካዮም ሕማቓት ትማሊ ዝነበረካ ሕማቕ መንነት ናስተዋስካ ንስኻ ካብ ሰብ ንታሕቲ ኮይንካ ክስምዓካ ክትገብር የብልካ በቃ ትማሊ ሓሊፉ እዩ በቃ ትማሊ ኮይዱ እዩ ንስኻ ክትነብር ኢኻ ተፈጢርካ እምበር ኩሉ ሻዕ ብሕሉፍካ ዓርስኻ ናዋእስካ ንድሕሪት ክትምለስ ይኾንካ እንተደሊካ ዝሓሸ መጻእን ዝሓሸ ራእን ክህልወካ ትደሊ ተኾንካ ኣብ ባዕልኻ ትኹረት ጌርካ ኣብቲ ሕሉፍካ ዘይኮነስ ኣብቲ መጻኢኻን ኣብቲ ሕጂ ዘለኻን ኮንዲሽን ትኹረት ጌርካ ክትሰርሕ ኣለካ ካሊእ ኣገዳሲ ኣይኮነን ሕሉፍ ሕሉፍ ምንም ትረኽቦ ነገር የብልካን ካብ ሕሉፍካ ተማሂርካ ሕጃ ክትነብር ዘለካ ሕሉፍ መምህር እምበር መንበሪ ኣይኮነን ተረዲእካ እዚኣ ትኩረት ጌርካ ክትሰርሕ ኣለካ እታ ሳልሰይቲ ወሳኒትን ጠቓሚት ኢለ ዝሓዝኩዋ ነገር ከዓ ዓርስኻ ምፍላጥ እዩ መንኻ ንስኻ ኣበይ ኣለኻ ኣበይ ነርካ ናበይ ትኸደ ኣለኻ እዚ ነገር እዚ ክትፈልጦ ኣለካ ምክንያቱ ሒዝካዮ ዘለካ መገዲ ድሕሪ ዓሰርተ ዓመት ድሕሪ ሓሙሽተ ዓመት ድሕሪ ክልተ ዓመት ኣበይ ከብጽሐካ እዚ ቀጻሊ ኩሉ እዚ ኩሉ እንታይ ይፈልጦ ኣነ ዝፈልጦ ነገር የብለይን ስለዚ ሎማዓንቲ ክነብር ኣለኒ ፍትሕ ኢለ ሎማዓንቲ ክጭነቅ የብለይን ዶ ገለ ገለ ናበልካ ዓሻ ዓሻ ከይትጫወት ተረዲእካ ሞት ዘይተርፍ ነገር እዩ ብስንፍናይ ክመውት ግን ኣይደልን ዝብሃል ኣበሃህላ ኣሎ እንታይ ይመስለካ ንስኻ ሎማዓንቲ ከኣ እኻ ጽቡቅ ክትገብራ ዘለካ ዘዘለትካ ግዜ ኢኻ ጽቡቅ ኮንካ ክትነብር ዘለካ እምበር ጽባሕ ዝብሃል ግዜ የለን ስኢካ ብዛዕባ ጽባሕ ኣይትጨነቅ ብዛዕባ ጽባሕ ኣይትሕሰብ ማለት ኣይኮነን ሎማዓንቲ ጽቡቅ ተገርካያ ጽባሕ ጽብቅቲ እያ ሎም መዓንቲ ሕማቕ ተገርካያ ግን ጽባሕ ውን ዓርስኻ ናወቐስካን ባዕልኻ ናማረርካን ንባዕልኻ ናጸላእኻን ክትነብር ኢኻ ተረዲእካ። ንኣኻ ዝቐርቡኻ ሰባት እንታይ እዮም ዘምህሩኻ? እንታይ ከ ይጠቕሙኻ? ንስኻኸ ንቶም ሰባት እንታይ ኢኻ ትጠቕሞም? ንባዕልኻ እንታይ ይብሉኻ? ብዛዕባኻ እንታይ ይነግሩኻ? መሓዙተይ ኢልካ ትቐርቦም ሰባት ናትካ ዓወት የሐጉሶም ድዩ? ናትካ ጽቡቕ ነገር የሐጉሶም ድዩ? ኩሉ ሻዕ ጽቡቕካ ክትነግሮም ከለኻ እንታይ ዓይነት ስምዒት ይስምዖም? ሓደ ሓደ ሰባት ክትወልጾም ደስ ዘይብሎም ሰባት ኣለዉ ተረዲእካ ንስኻ ዝኾነ ጽቡቕ ነገር ረኺብካ ስክትነግሮም ከለኻ ደስ ኣይብሎምን ንምንታይ መስለካ ክውለጹ ደስ ስለ ዘይብሎም ማንም ሰብ ክወልጾም ስለ ደስ ዘይብሎም ናሃትካ ዓወት ንዓኦም ውድቀት መሲሉ ይስምዖም ካብቲ ናሃትካ ዓወት ተማሂሮም ዝሓሸ መጻኢ ክገብሩ እናኸኣሉ ኮይንዎም ግን እዚ ዓይነት ራኢ ክህልዎም ኣይኽእልን ኩሉ ሻዕ ብወነ ተሸፊኖም ንስኻ ንኸይትዓቢ ክገብሩኻ ዝኽእሉ መሓዙት ክህልዉኻ ይኽእሉ እዮም ስለዚ ትቕርቦም ሰባት እውን ክንጥንቀቕ ኣለካ ዓርሰኻ ትፈልጥ ኣለካ ምስ መን ኣለኻ ናበይ ትኸድ ኣለኻ ተዘይፈሊጥካዮ ኣብ ህይወትካ ዓብዩ ዕንቅፋት ክኾነካ ይኽእል። እታ ራብዐይቲ ወሳኒትን ጠቓሚትን ኢለ ዝሓዝኩዋ ነገር ከኣ ኣዘራርባኻ እዩ፣ ልሳንካ እዩ፣ ተውጽኦም ቃላት እዩ፣ ተረዲእካ ኩልሻዕ ዘረባ ስለ ዘለካ ጥራይ ክትዛረብ ኣለካ ማለት ኣይኮነን። እንታይ ዝበሃል ኣበሃህላ ኣሎ መሲለካ፣ ሓደ ሰብ ምሁር ክበሃል ተኾይኑ እንታይ ዓይነት ዘረባ ክዛረብ ከም ዘለዎ ይፈልጥ እዩ። ሓደ ሰብ ጠብ እዩ ክበሃል ተኾይኑ ከኣ መዓስ ክዛረብ ከም ዘለዎ ይፈልጥ እዩ ስለዚ ሲኢልካ ዘረባ ስለ ዘለካ ጥራይ ሲኢካ ክትልፍልፍ ኣለካ ማለት ኣይኮነን ከኣ ሲኢልካ ትህትፍ ተኾይንካ ዋጋኻ ብኣንጻሩ ይወርድ ምኽንያቱ እንታይ መስለካ ሰብ ብትዛረቦ እዩ ዝመዝነካ ሰብ ብትዛረቦ እዩ ንዓኻ ዝህበካ ዋጋኻ ተረዲካ ሲኢልካ በቃ ለፍላፍ እንተዛረብ እንተኾንካ ግን ዲስ ኣድቫንተጅ ኣለዎ እዩ ብርግፅ ምቁፅፃር ካበይ ከይክእል እዩ ከመይ ገይረ ክቆፃፀሮ ክትብል ትኽእል ኢኻ ክትሕግዘካ ትኽእል መፅሓፍ ኣላ ኤንኤልፒ ብዛዕ ኤንኤልፒ ብዛዕ ኒውሮ ሎንግስቲክ ፕሮግራም ኣእምሮኻ ብኸመይ ዓይነት መገዲ ይሰርሕ ከመይ ገርካ ክትደለኻዩ መንነት ክትላበስ ትኽእል ትብል ትሕግዘካ መፅሓፍ ኣላ መፅሓፍ ምባብ ትፈቱ ተኮይንካ እዛ መፅሓፍ እዚኣ ክልእኸልካ ይኽእል እየ ኣብ ኮመንት መጀመርያ ኮመንት እታ ሊንክ ክገብረልኩም እየ እናኣተኹም ኣብ ቴሌግራም ዳውንሎድ ክትገብርዎ ትኽእሉ ኹም ከም ትሕግዘኩም ርግፀኛ እየ ፅባሕ ዝሓሸ መፃእን ዝሓሸ ራእን ክህልወካ ትደሊ ተኾይንካ እዞም ዝበልኩ ኣርባዕተ ሓሙሽተ ነገራት ክትገብር ኣለካ ዓርስኻ ተቐበል ዝኾንካ ኹን ዓርስኻ ተቐበል ዓርስኻ ፍለጥ ኣብ ከመይ ዓይነት ደረጃ ከም ዘለኻ ዓርስኻ ፍላጥ ብጣዕሚ እዩ ወሳኒ ንባዕልኻ ይቕረ ግበር የለን ካብ ሕሉፍካ ትምህርቲ ጥራይ ክትረክብ ትኽእል ኣብ ሕሉፍካ ተኣሲርካ ክትነብር ዝሓሸ መፃኢ ንኸይህልወካ ተኣሲርካ ክትነብር የብልካን ትዛረቦ ነገር ፍለጥ ኩሉ ሻዕ ክትዛረብ ከለኻ እንታይ ዓይነት ቃላት እየ ዝዛረብ ዘለኹ ምስ መን እየ ዝዛረብ ዘለኹ ኢልካ ምፍላጥ ብጣዕሚ ወሳኒ እዩ ስለዚ ካብዚ ቪድዮ እዚ ዝኾነ ንእሽተይ ነገር ተማሂርኩም ከም ዝኾንኩም ተስፋ ይገብር ንቐፃሊ ብሓድሽ ቪድዮ እስካብ ንጋነ ሰሰናይ ነበልና ንፍለየኩም ሳብስክራይብ ምባልና ቻናልና ቤተሰብ ኩኑ ይመችኹም